ሰላም ሰላም ኩቡራት ተኻታተልቲ መደባትና ከመይ ኣለኹም ጸጋ ጥዕናኹም ንሕና መቸም እንትርፎ ናፍቆትኩም ጽቡቅ ኣለና ኣብ ሂወትኩም ጥዕና ኣብ ስራሕኩም ከ ዓወት እናተመነና ናብዚ ሎም ዘዳልናልኩም መደብ ብዛዕባ እቲ ኣብዚ እዋን ናብ ሃገረ ፊንላንድ ከይዱ ዘሎ ሃገርና ካብ እትምከሓሎም ዓበይቲ ናይ ሙዚቃ ክኢላታት ዝኾነ ኦፒራ ማን መምህር ሙዚቃ ዳኛ ሽንግርዋ ባርናባስ መብራህቱ ብዛዕባ ኦፔራ ዝበሎ ዝድስስ ትሕዝቶ ኢና ሒዝናልኩም መጺና ዘለና ቅድሚ ምጅማርና ግን ሞራልኩም ኣብ ቀጻልነት ስራሕና ሓጋዚ ስለ ዝኾነ ሓደራኹም ብሼር ላይ ኮመንት ክትዕጅቡና እናዘኻኸርና ብቐጥታ ናብ መደብና ክነብል ባርናባስ መብራህቱ ከም ናይ ኦፔራ መምህር ንኦፔራ ክገልጾ እንከሎ ከምዚ ይብል ኦፔራ ዝበሃል ናይ ሙዚቃ ቅዲ እዩ ክላሲካል ዝበሃል ቅዲ ኣሎ። ምስ ሲፎኒ ናይ ፒያኖ ኮንሰርትታት፣ ናይ ቫዮሊን ኮንሰርትታት ዘጠቓልል እዩ። ናይ ኳየር እውን ክኸውን ይኽእል። ኦፔራ ከኣ ሓደ ክፋል ናይ ክላሲካል ዝበሃል ቅዲ ሙዚቃ እዩ። ኦፔራ ኣብ ኤውሮጳን ኣሜሪካን እዩ ዝያዳ እቲ ናቱ ዕብየት። መበቆሉ ግን ኣብ ዓለም እዩ በሃላይ ባርነባስ። ምኽንያት ክዛረብ እንከሎ ከኣ ሙዚቃ ተወራራሲ ስለ ዝኾነ እዩ ይብል ባርነባስ። ኦፔራ ናይ መድረኽ ድራማ እዩ። ካብ ተዋስኦ ዝፈልዮ ግን ብድምፅኻ እናዘመርካ መሳርሒ ሙዚቃ ሲፎኒ መሰነይታ ተጠቂምካ ዝግበር እዩ። ብሓፂሩ ኦፔራ ንሓደ ፍፃመ ብመንገዲ ሙዚቃን ድምፅን እናተዋሳእኻ ናብ ህዝቢ እተቕርቦ እዩ ይብል ባርናባስ። ነዚ ዝመስል ኣብ ሕብረተሰብና ኣለናዶ ተባሂሉ ምስ ተሓተተ ባርነባስ ኣለና ግን ኦፔራ ዝብል ስም ከነጠምቖ ክብድ ይብል እዩ ምኽንያቱ ኦፔራ ናቱ ዝኾነ ክማላእ ዘለዎ ቅጥዕታት ስለ ዘለዎ ይብል ባርነባስ ማሰ ከም በዓል ንጉሰ ኣጎናይ ኣጎናይ ዝብል ደርፍታት ናብ ኦፔራ ዝቐረቡ ስለ ዝኾኑ ያታዊ ኦፔራ ኤርትራ ኢልና ክንገልጾም ከም እንኽእል እዩ ባርናባስ ዝሕብር። ከም ደርፊ፣ ድምጺ፣ ጭራ ዋጣ፣ ክራር፣ ካልእ መሳርሒ ሙዚቃ ኣሰኒኻ ተቐበልቲ ጌርካ ትገብሮ መድረኻዊ ኣቀራርባ ኦፔራ ኢልና ክንገልጾ ከም እንኽእል እውን ወሲኹ እዩ። ኦፔራ ኣብ ኣሜሪካን ኤውሮጳን እዩ ዝያዳ ገስጊሱ። ኣብ ላዕለዋይ ደረጃ ሕብረተሰብ ዘለዉ ሰባት እዮም ዝከታተልዎ። ግን ንኹሉ ሰብ ዝጥርንፍ ዓይነት ሙዚቃ እዩ። ከም ተዓዛባይ ኮንካ ኣብቲ ኦፔራ ሃውዝ ክትከይድ እንከለኻ ፍሉይ ኣሰራርሓ ዘለዎ ህንጻ፣ ደኮሬሽን፣ ኩሉ ነገሩ ክብሪ ዝሓዘን ክቡር ነገርን እዩ። ኣብ ኮማ ዓይነት ምርኢት ክትከይድ እንከለኻ ከኣ ኣለባብሳኻ ኩነተ ኣእምሮኻ፣ ዓቕልኻ፣ ተገዳስነትካ በዳሂ ክኸውን ኣለዎ ብምባል ባርነባስ ነቲ ኦፔራ ናይ ላዕለዎት ደረጃ ሕብረተሰብ ጥራይ ድዩ ንእትብል ሕቶ መልሲ ሂቡላ። ባርነባስ ካብ ናይ ሙዚቃ ስድራ ቤት እዩ ኣብ ኣስመራ ተወሊዱ። ኣቦሓጉኡ ናይ ከኒሻ ቀሺ ስለ ዝነበሩ ኣብ ገዝኦም ሽወደናውያን ዝሃብዎም ንእሽቶ ብእግሪ ትርገጽ ፒያኖ ነይራቶም። ባርነባስ ከኣ ቆልዓ ኮይኑ ክሃርሙ ይርኦም ስለ ዝነበረ እቲ ተገዳስነት ናይ ሙዚቃ ካብዚ እዩ ዝብገስ። ደሓር ከኣ ኣብ ሉተራዊት ቤተ ክርስቲያን ኣስመራ ስለ ዝዓበየ ካብ ኣቦሓጎኡ ትሒዙ ወለዱ እውን ኣባላት ስለ ዝነበሩ ናይ ቤት ትምህርቲ ሰንበት ናይ መንእሰያት ኳየር ኢሉ ጀሚርዎ። ብመዝሙርን ኳየርን እውን እናዓበየ ከይዱ። ድሕሪ እዚ ናይ ስኮላርሽፕ ዕድል ስለ ዝረኸበ ናብ ፊንላንድ ከይዱ። ኣብዚ እዋን ባርነባስ ክላሲካል ጊታር እዩ እቲ መጀመርታ ዘጽንዖ ዝነበረ ዓውዲ መሳርሒ ሙዚቃ። ንዓመት መመላእታ ምስ ተማህረ ከኣ ኤልሳ ኣሳልያ ትበሃል መምህር ናይ ቮካል ትምህርቲ ክትህቦ ጀመረት። ድምጹ ምስ ሰምዓቶ ከኣ ጊታር እዩ ገዲፉ ናብ ቮካል ክኣቱ ነገረቶ። ካብዚ ጀሚሩ ከኣ ባርነባስ ኣድህቡኡን ተገዳስነቱን ናብ ቮካል ኮይኑ። ቫርነቫስ ዲሊሸንት ኮንዳክተር ማለት መራሕ ሙዚቃ እውን ተማሂሩ እዩ። መራሕ ሙዚቃ ማለት ስቕ ኢልካ ኢድካ ምንቅስቓስ ጥራይ ኣይኮነን፣ ኣዝዩ ዓሚቕ ትምህርቲ ዘድልዮ ዓውዲ እዩ። መራሕ መደብ ማለት ነቲ ንስኻ ዘወሃሃድካዮ ሙዚቃ ከይተዛረብካ ነቶም ሙዚቀኛታት ኣብ ልኩዕ ቦታ ተእትዎም፣ ቀስ፣ ዓው፣ ጠጠው ተብሎም፣ ተድርፎም፣ ተቐልጥፎም፣ ቀስ ተብሎም ወዘተ ኩሉ ብኢድካ ትዛረቦ። ነፍሲ ወከፍ ዝርዝር ነጥብታት ሙዚቃ ኣብ ኢድካ ኣለዋ። ብኸመይ ከም እተርእዮምን ከም ዝርድኡኻን ክትፈልጥ ኣለካ ብምባል ከኣ ባርነባስ ይገልጾ። ባርነባስ ትምህርቲ ወሲኹ ንሃገሩ ከገልግልን ነተን ናይ ሙዚቃ ኣንፈት ዘለወን ደቁ ከኣ ኣብ ሓደ ደረጃ ኣብጺሑ ንሰን እውን ከምኡ ንሃገረን ከገልግላ ንምግባር እዩ ናብ ፊንላንድ መጺኡ። ቅድሚ ሕጂ ብትምህርቲ ኣብዚ ቦታ ነዊሕ ስለ ዝገበረ ብትምህርቲ እውን ብሱል ስለ ዝነበረ ከይተጋሸየ እዩ ናብ ስራሕ ዓለም ኣትዩ። ክሳብ ኣብ ተለቭጅን ናይ ፊንላንድ ኸኣ እናመርሐ ተራእዩ ነይሩ። ባርኖባስ ዓሚቕ ፍልጠትን ትምህርትን ስለ ዘለዎ ኣብ ኤርትራ፣ ዩጋንዳ፣ ፊንላንድ ከም መምህር ሙዚቃ ኮይኑ ኣገልጊሉ እዩ። ባርነባስ ምስ ብጾቱ ኮይኑ ብመንገዲ ውድድር ሽንግርዋ ብዙሓት ሎሚ ተኾሊዖም ዝርከቡ ስነ ጥበባውያን ኣፍርዮም እዮም። ካብዚ ሓሊፎም ኣብ ሕብረተሰብ ናይ ሙዚቃ ንቕሓት እውን ፈጢሮም እዮም። ባርነባስ ምስ ብልጽቲ ድምፃዊትን ሙዚቀኛን ብስራት ኣረጋይ ተመርዒው ክልተ ቆልዑ ወሊዶም እዮም። ኣብዚ እዋን ከኣ ብፍቕርን ስኒትን ኣብ ፊንላንድ ብሓንሳብ ይነብሩ ኣለዉ። ናይ ኤርትራ ኳየሪ ዘይንምስርት ብዝብል ሓሳብ ናይ ዘምህረት ዮሃንስ ባርነባስን ብጾቱን ኣብ 2018 ኣብ ጽላል ማሕበር ሙዚቀኛታት ኤርትራ ኣስመራ ኳየሪ መስሪቶም። እዞም ህጻናት ዕድሚኦም 12 ዓመት ዝነበረ ኮይኑ ካብ ኣብ ከባቢ ኣስመራ ዘለዋ ቤት ትምህርትታት ዝተዋጽኡ እዮም። ብዝሖም ሚእቲ ዝበጽሕ ኮይኑ ተውህቦኦም ብመምሃራኖም ተለልዩ ናብ በዓል ባርነባስ ሰደድዎም። በዓል ባርናባስ ድማ ሓደ ብሓደ ተውህቦኦም ፈትሾም ሓምሳ ዝበጽሑ ኣባላት ዝነበርዋ ኳየሪ መስሪቶም። ንሓሙሽተ ዓመት ዝኸይድ ውጥን ስለ ዝነበሮም ከኣ ሰንበት ሰንበት እናተለማመዱ ኣብ ሓሙሽተ ዓመቶም ምርኢት ኣቕሪቦም። ኣብዚ ናይ ኳየሪ ጉጅለ ኳየሪ ጥራይ ኣይነበሩን፣ ድምጻውያንን ሙዚቀኛታትን እውን ነይሮም እዮም። እቲ ስራሕ ንናጽነት ኤርትራ ዝውክል ስራሕ ኮይኑ፣ ባርኖባስ ምስ ብጾቱ ከም እንደገና ኣሐዲሶምን ኣመሓይሾምን ናይ ትሽዓተ ብሄራትና ትሕዝቶ ዘቕረቡሉ እዩ። እዚ በዓል ብሉጽ ተውህቦን ዓቕምን ዝኾነ ባርኖባስ መብራህቱ፣ ኦፔራ ማን፣ መምር ሙዚቃ፣ ዳኛ ሽንግርዋ ኮይኑ ኣብ ኤርትራ ንዒስራን ሸውዓተን ዓመታት ዝኣክል ብተወፋይነት ኣገልጊሉ እዩ። መሳርሒታት ሙዚቃ ፒያኖ፣ ጊታር እውን ይመልኽ እዩ። እምበኣርከስ ክቡራት ተኸታተልቲ መደባትና ብዘቕርብናልኩም መደብ ዓጊብኩምን ተዛናጊዕኹምን ክትኮኑ እናተተስፈና እትደልይዎ መደብ ኣብ ኮመንት ክትጽሕፉልና እናተላበና ኣብ ዝቕጽል ብኻልእ መሃርን ኣዘናጋዕን መደብ ክሳብ ንመጸኩም ሰሰናዩ ንኹልና።